ክቡራት ሰማዕትና እዚ ታሪኽ ንዓኹም መምሃሪ ንክኸውን ብሽምኩምን ብሽም ተኸታተልትና ኣዝና ነመስግን። ብምቕጻል ካባኹም ንደልዮ ሼር፣ ላይክ፣ ሳብስክራይብ ብምግባር ክትተባብዑናን ክትድግፉናን እንዳተላበና ናብቲ መደብ ነብለኩም። እቲ ብርቱዕ ዝናብ እንዳሃረመ ምስቲ ህቦብላ ዝኾነ ንፋስን ነጎዳን ምስቲ ብርቱዓት ሳሕይታት ዝተሓወሶ ቐዝሒ ከባቢ ሰለስተን ፍራዕን ድሕሪ ቐትሪ ዘቋረጸ እቲ ዝናብ ከም ናይ ሽዑ ገይሩ ዝናብ ሃሪሙ ይፈልጥን እዩ። ካብ ወጋሕታ ንግሆ ክሳብ ሰለስተን ፈረቓን ዝኸውን ብዘይ ዕረፍቲ እዩ ሃሪሙ። እቲ ዝናብ ዝሃርመሉ ዝነበረ ኣብ ንእሽቶ ዓዲ እዩ። ኣብቲ ዓዲ ብቑጽሪ ብዝሕ ዝበሉ ነበርቲ ተሃለዉ። እቶም ነበርቲ ዓዲ ኣብ ንእዲ፣ ህድሞ፣ ከምኡውን መረባዕ ዝቕመጡ ግን ሓንቲ ብዕድመ ድፍእ ዘበለት ሓፍትና ምስ ኣርባዕተ ደቃ ኣብ ንእስ ዝበለት ቴንዳ ትቕመጥ ነበረት። ኣብታ ውሽጢ ቴንዳ ሓንቲ ብኾቦርታ ጌራ ዝተሰርሐት መሳሊ ዓራት፣ ኣብቲ ውሽጢ ቴንዳ ወልሓደ ዝነበረ ኣይነበራን። ቁሩብ ኣቕሓ እዚ ኩሉ ዝናብን ውሕጅን ቀዝሕን ኣብ ነብሳን ኣብ ነብሲ ደቃን ይዓልይቡ። ከምኡውን በቲ ብርቱዕ ህቦብላ ዝነበሮ ነቲ ቴንዳ ኣፍሪሱዎ። ቴንዳ ኣፈሪሱ በቲ ውሕጅ ኩሉ ንብረታ ወሲዱዎ ነበረ። እዛ ብዕድመ ድፍእ ዘበለት ሓፍትና ስማ ህያብያ ትበሃል። ህያብ ዝናብ ንኽገድፎ ከም ሽዑ ጌራ ጸልያ ኣይትፈልጥን እያ። ምኽንያቱ ገዝኣ ብውሕጅ ዕልቕሊቑ፣ ደቃ ብዝናብ ተኸትኪቶምን ከርዲዶምን እቲ ብርቱዕ ኣሳሓይታ ኣብ ነብሶም ዝወደቐ። ምሽ ዝናብ ሃሪሙካ ኣሳሓይታ ክወድቀካ ኣብ ማሙቕ ገዛኻ ከማን ኣይትኽእሎን ኢኻ። መቸም ፈጣሪ ናይ ልባ ርኢላ ዝናብ ምህራም ኣቋረጾ። ድሕሪ ዝናብ እትወጽእ ቁሩብ ምርር ዝበለት ጸሓይ በረቐት። ህያብ ኣመና ተሓጒሳ ጸሓይ ብምብራቓ ደቂ ኣቕያር ዝበሃል ክዳን ኣይነበሮምን። ምኽንያቱ ኩሉ ጠልቂዩ ህያብ ውን ብጃማ ነዊሕ ለቢሳ እታ ብጃማ ኣብ ነብሳ ጥብቕብቕ ትብላ ነበረት። ህያብ ግን ሃማን ቀልባን ናብ ደቃ ከይሓምዋ ካብቲ ማይ ዝጠልቀየ ክዳውንቲ ኣብ ውሕጅ ገለ ዘትረፈቶ ጸጾሚቓ ንግፍ ንግፍ እንዳበለት ከደነቶም። እቲ ቁሪ ክጻወርዎ ይክእሉን እዮም ካብኡ ተተረፈ ይሓይሽ ዝበለቶ ኣማራጺ ስለ ዘይነበራ ህያብ ናብትን ናብትን ክትብል እቶም ደቂ ዓዲ ካብ ማሙቕ ቤቶም እንዳ ወጹ ሓጉዝ ንኽትብል ኣይምጸለእትን ደቃ ከይሓምዋ ናብ ቴንዳኣ ትጓየይ ዝነበረት እቶም ደቂ ዓዲ ሕማቕ ሪኦም ክሕግዝዋ ወጹ። ሽዑ ኣብታ ህሞት ከመይ ጌረ ንደቀይ ከማሙቕ ጥራያ ትሓስብ ዝነበረት። መቸም እቶም ደቂ ዓዲ ከመዓራርዩላ ጀመሩ። ካብቶም ደቂ ዓዲ ንደቂ ሓዊ ከስሕኑላ ወሰድዎም። ንህያብ እውን ንዕናይ በልዋ። ህያብ ደሓን ዝብል መልሲ ሃበቶም። ህያብ ነቶም ደቂ ዓዲ ምግቢ ከይትብሎም ተሰኪፋ ንህያብ ቀራቢታ ማለት ናይ ልቢ መሓዛኣ ነበረታ። እታ ቀራቢታ ስማ ሄለን ትበሃል። ህያብ ኳሕኳሕ ኣበለታ። ሄለን እውን ማዕጾ ከፊታታ። ህያብ ብቑርን ኣሳሒታን ናይቲ ዝናብ ዕንጸይቲ መሲላ ናይ ነብሳ እውን ኣይገበረትን። ቀጺላ ህያብ ሄለን ሓፍተይ ከመይ ሓዲርኪ? ሄለን ድማ ጽቡቕ ገጻ ጸሉሎ ኣምሲላ ኣምላኽ ይመስገን ንህያብ ሕማቕ እንዳረኣየት እንታይ ኮንኪ የብሉ እንታይ ኣጋጢሙኪ የብሉ ስንብድ ኢላ እተው የብሉ ሄለን ኣብ ኣፍደገ ገዝኣ ከም ማርሞ ተገቲራ ማዕጾ ሒዛ ህያብ ብውሽጣ ሕማቕ እንዳተሰምዓ ሄለን ሓፍተይ ቁሩብ ከሸግረኪ ይፈልጥ እየ ኣመና ከም ዘሸገርኩኺ ኢሂቅ ኢልኪ ግን ካብዞም ደቂ ዓዲ ንስኪ ክትፈኩስኒ ኢለ ናባኪ መጽየ። ሄለን ሓፍተይ ሙሉእ ለይቲ ዝናብ ክንህረም ሓዲርና ከምቲ ኩሉ ግዜ ኪዲ ኢለ ምስ ኣምጻኹ ነይረ ግን ኩሉ ተደራሪብኒ እንዳ በለት ሄለን ከኣ እሞ ኣነ ከኣ ትማሊ ክሓጻጽብ ሓዲረ ወላ ሓደ ቅያር ዝበሃል የብለይን ኢላ ማዕጾ ኣብ ገጻ ክትዓጽዎ ሄለን ዘረባይ ዘይወዳእኹ ካልኣይ ኣነ ክዳን ኣይኮንኩን ደልየ መጽየኪ ቁሩብ መግቢ ተለኪ ክትብኒ ደቀይ ብጥሜት ከይሓሙኒ ከይሞቱኒ ፈሪሐ በጃኺ ደቂ ኢኺ ሒዝኪ ዘለኺ በጃኺ እወይ ህያብ ኩሉ ግዜ ከምኡ ክትብሊ ኣኺሉኪ ኣነ ንዓኺ ተሂበኪ ደኣ ንዓይ እንታይ ከተርፈኒ ካብ ኩሉ ደቅኺ ኣመና ጥሜት ኣለዎም ስለዚ ዋላ እቲ ዝህበኪ ኣይኣኽለክን እዩ ሄለን ሕጂ ስለ ዘለኪ ኣፍኪ ዝሃበኪ ትዛረቢ ሄለን ሕጂ ስለ ዘለኪ ኣፍኪ ዝሃበኪ ትዛረቢ። ሄለን ናብ ሰብ ክትወድቕ እኮ ደስ ዝብለካ ዘይኮነስ ስእነት እዩ ናብኡ ዘውደቐካ። ኣይትጋገዪ ሄለን ነቲ ማዕጾ ጋህ ኣቢላ ጎደሎ ዘይብሉ ኣስቢዛ እንከለዋ ካብቲ ተረፍ መረፍ ከይዳ ገጻ ኣጸልሚታ ህብ ኣበለታ። ህያብ ኩሉ ኩነታት ደስ እውን እንተዘይበላ ንስለ ደቃ ክትብል ብዓቕሊ እያ ተጸሚማታ። ኣዝየ ዘመስግነኪ ሄለን ሓፍተይ ብምባል ህያብ ናብ ደቃ እንዳተመልሰት ብጣዕሚ ቆሪራ ብኣመና ቀዝሒ ኣብ ሰውነታ ኣስናናን ክንቀጥቁጡ ዝጀመረ። ኣመና ቁሪ ቁሪ የብላ ስለ ዝነበረ ሽንቲ ሽንቲ ክትብል ጀመረት። ካብ ኣፍ ደገ ገዝኣ ዝቐርቀረቶ ክሳብ በጺሓ ትምለስ ናብ ደቃ ቀርቀረቶ። ሽንቲ ምቕርቃር ኣይትኽእልን እያ። ኣብ ሓንቲ ቦታ ጽግዕ ኢላ ክትሸይን እታ መግባ ኣብ ጥቓኣ ገበረታ። ህያብ ወዲኣ ጉዕዞኣ ቀጸለት። ርብዒ ዘይትኸውን መንገዲ እታ መግቢ ኣብ ኢዳ ፋሕ ኢሉ ወደቐ። ሰብ ከይፈትወ ክህበካን ክገብረልካን መዓት ጽቡቕ ኮይኑ እንዳ በለት ነቲ ምግቢ ኣርእየቶ። ደሓር ሓደ ሰብኣይ ኣንቲ ሓፍተይ ዝወደቐ መግቢ ተልዕልዮ ኣለኺ ዘይትገድፍዮ ብዝብል ዘረባ ተዛረባ። ህያብ ነዚኣ እኽሊ ዝሰኣነ ክንደይ እዩ ዘሎ ኢላ መንገዳ ቀጸለት። እቲ ሰብኣይ ኣመና ብምልሳ ተገሪሙ። ህያብ ቤታ በጽሐት። ብስክፍታ ደቃ ተሳቒቓ ኦ ኣምላኸይ ከምቲ ናይ ኩሉ ግዜ ብናትካ ሓይሊ ንደቀይ በዛ መግቢ ጽጋብ ሃበለይ ጎይታየ። ደቃ እንዳሰሓቑ እንዳጎየዩ ማማ ማማ ብዝብል ጻውዒት መጽዋ። ተኾነ ህያብ ደቃ ሓጎሶም ኣብ ገጾም ይረኣ። ማማ ባባ ፍጹም ጥዑምን ምቁርን መግቢ ሂብና። ንሕና ከኣ በሊዕና ቁሩብ ከኣ ንዓኺ ኣምጺእናልኪ። ህያብ ዓይና ንብዓት ተቖጻጺሩ ብርካ ዕጽፍ ኢላ ትምብርከኽ ኢላ ንሰለስቲኦም ደቃ ሓቖፈቶም። እታ ቦኽራ ማማ እንታይ ደኣ ትበኽዪ ኣለኺ? ህያብ ቃንዛኣ ንደቃ ከትርእዮም ኣይትደልን እያ። ቃንዛኣ ተርእያቶም ከየስተማስሉ ስለ ትፈርሕ። ንስኻትኩም ስለ ዝተሓጎስኩም ተሓጒሰ ነቢዐ በለቶም። እቶም ደቂ ዓዲ'ቴን ደኣ ወድኡላ። ናብ ቤታ ተመልሰት ምስ ደቃ። ዕንጸይቲ ክትኣሪ ኢላ ንደገ ወጸት። ምስቲ ሰብኣይ ኣብ መንገዲ ተጓነፋ። ንሱ ኣላልይዋ ደድሕሪኣ ክኸይድ ኣበይ ከም ትቕመጥ ክከታተላ ጀመረ። ህያብ ግን ኣይግዳ ሃማን ቀልባን ደቃዮም ዕንጸይቲ ኣርያ ናብ ቤታ ተመልሰት። ህያብ ሕጽረት ገንዘብ ኣመና እዩ ዘለዋ። መዓልታዊ ሽምዓ ክትገዝእ ዓቕሚ ኣይነበራን። ስለዚ እታ መዓልታዊ ትጥቀመላ ዓይነት መብራህቲ ካብቲ ዝረኸበቶ ዘይትብልዒ ቆጢባ ኣብ ንእሽተይ ሸሓኒ ገይራ ኣብታ ሸሓኒ ዝኾነ ዓይነት ፈትሊ ወይ ርቕቕ ዝበለ ጨርቂ ገይራ እያ ተብርህ ዝነበረት። ህያብ ፍሽኽ እንዳበለት ጸወታ፣ ሰሓቕ፣ ሓጸርቲ ዛንታታት፣ ጽንጽዋያት እንዳነገረት ተዕልሎም ንደቃ። በቲ ክትኣርዩ ዘምሰየት ዕንጸይቲ እናኺሳ በታ ርካባት ዘላታ ምግቢ ሰሪሓ ምስ ትፈትዎም ደቃ ተምሲ። ህያብ ስእነታ ከይኣኽላ ካብቶም እታ ሕሳስ ልደ ጓላ ጥዕና የብላን። እዋን ዓመት ኣዩ ነይሩ ነታ ቆልዓ። ቀዳማይ ዓመታ ምስ ሕለፈት ድሕሪ ክልተ መዓልቲ ካብ ዓራት ወዲቓታ። ህያብ ጽኑዕ ስራሕ ኣይነበራን። እቲ ብብዝሒ ትሰርሖ ዝነበረት ክዳውንቲ፣ ኣቑሑት ናይ መርዓ፣ ጥምቀት እያ ትሰርሕ ዝነበረት። ኣብ ሓደ ገዛ ክትሓጽብ ክዳውንቲ ንጓላ ኣደቂሳታ ሕጽቦኣ ሂላ ከይጀመረት እያ ጓላ ኣብ ርእሳ ወደቐት። ብዙሕ እውን ሕክምና ተገበረት፣ ሕጽረት ገንዘብ ስለ ዝነበራ ህያብ ኣብ ቆጸራኣ ክትወስዳን ከተርእያን ኣይከኣለትን። ስለዚ ሕማማ እንዳሳዕረረ መጸ። ድሮ ጓል ሰለስተ ዓመት ኮይና ንእሽተይ ብምዃና ቃንዛኣ ብብኽያት ተኸኽ ክትብል እዚ የሕመኒ ዘይትብል ወትሩ ኣብ ዓራት ዘይትንቀሳቐስ ሽንትን ቀልቀልን ዘይትቆጻጸር ምዃና ናይቲ ሽንትን ቀልቀልን ነብሳ ክፍንፍን ዋላ ስእነት ተሃለዋ ብማይ ሓጻጺባ ንፋስ እንዳውቅዐት ትከናኸና። ገለ ገለ ሰባት ሓሚምካ ተሰሚዖም ንኽበጽሑኻ ምሕረት የውርድ ክብለካ ዘይኮነስ፣ ዝመጽእ ንኽዋራዝየልካን ገለ ገሊኦም ከኣ በትሪ ሒዞም መጺኦም ዓቐን መቓብርካ ክዕቁኑ ደሃይካ ዝገብሩ። ስለዚ ድማ ይምረረኒ ይሕሰመኒ ይጸብቐለይ ወትሩ ካብ ኣፈይ ዘይትፍለ ተመስገንካ ፈጣሪ ንዓይ ዝሃብካ ንመን ሂብካ ህያብ ዘለዋ ዓቃል ኣፋ ከፊታ ከምዚ ዘይትብል እዋን ዘይብሉ ለይቲ ምድሪ እታ ጥዕና ዘይብላ ጓላ ሕጽረት ምስትንፋስ ከምኡ እውን ህርመት ልባ ካብ ደቂቕ ናብ ደቂቕ እንዳወሰኸት ህያብ ኣመና ፈሪሓ ንመጀመርያ ግዜ ከምኡ ብምዃና ሕክምና ከይትወስዳ መጓዓዝያ የለን ኣብ ጥቓ እንታይ ከም ትገብር ሕርብት ኢልዋ ልዕሊ ሰለስተ ሰዓት ብጭንቀት እንታይ ከም ትገብር ጠፊእዋ እንዳጸለየት ኣጒሓታ ድሓር ምስ ወግሐ ናብቶም ደቂ ዓዲ ዓቢ ሰብኣይ ማለት ሽማግለ ናይቲ ዓዲ ጥቓኣ ዘለዉ ስንባደ ዘለዎ ኳሕኲሒት እቶም ዓቢ ሰብኣይ ሰንቢዶም ብድድ ኢሎም ርድኡ ንጓለይ ሕማቕ ሓዲራትኒ ዝገብሮ ምስ ጨነቐኒ ናባኹም መጽየ እቶም ዓቢ ሰብኣይ ብስንባደ እሂ ህያብ ጓለይ እንተ ኮይና ሓዲራ እንዳበልዋ ህያብ በጃኹም ኣቦይ ሓጉዝኒ እንዳበለት ገዲፋቶም ስጉምቲ ወሲኻ ገዛ ኣተወት። ወዮ ሽማግለ ሰብኣይ ብስንባደ ቅልጥፍ ቅልጥፍ እንዳበሉ እግሪ እግራ ሰዓብዋ። ጓላ ግን ካብቲ ዝሓደረቶ መሊሱ ገዲድዋ ጸንሓ። ህያብ የዒንታ ከም ውሕጅ እንዳ ዛረየ፣ ኣቦይ በጀኹም ሰኣን ቀያሕ ሳንቲም ጓለይ ኣብ ኢደይ ትሞተኒ ኣላ፣ ስለዚ በጀኹም ኢላ ኣብ ብርኮም ተደፊኣ ለመነቶም። ወዮ እቶም ዓቢ ሰብኣይ ርሕቕ ኢሎም፣ ህያብ ጓለይ ጸላኢኺ ይደፋእ ተንስእ እሞ እንዳበሉ እቲ ሰብኣይ ዝከታተላ ዝነበረ ኣማዕድዩ ከቃልብ ጀመረ። እቶም ዓቢ ሰብኣይ ህያብ ጓለይ ዝገበርና ጌርና ነዛ ህጻን ከነሕክማ ኢና። ሕጂ ኸኣ ሃየ ሕክምና ንውሰዳ፣ ኩሉ ፍቓድ ፈጣሪ እዩ። መረባዕ በጺሐ ክመጸኪ እየ እዛ ጓለይ ምስ ነብሶም እታ ሓንቲ ከፍተይ ምስ ሰለስተ ኣባጊዕ ሸይጠ ገለ መሕከሚ ትኾነና ኢሉ ካብቶም ነበርቲ ዓዲ ንሓደ ሸጠሉ። ገንዘቡ ሒዙ ናብ ህያብ ብቕልጡፍ ተመልሰ። ካብኡ ቀጺሎም ሕክምና ወሰድዋ። ንሽዑ መዕገሲ ሂቦም ሪፈር ነስመራ በልዎም። ደሓር ዝከፋፈል ክኸፍሉ ተኸፊሉ'ዩ ኣቦይ። መን ብዝብል ሕቶ ሓተትዋ። ምሳኹም ዝመጸ ኣቦይ በለቶም። እቶም ዓቢ ሰብኣይ ናብ ህያብ እንዳተመልሱ ጋን ኮይንዎም ናይ ፈጣሪ ስራሕ ኩሉ ጥዑም'ዩ። ግርህነት ክሪኢልኪ ህያብ ጓለይ ኢሉ ናብኣ ኣተወ። ህያብ ተኾርምያ ፍቕ ኢላ ክትበኪ ረኣያ። ህያብ ጓለይ እንታይ ድዮም ኢሎምኺ? ብስንባደ ሓተትዋ። ደሓር ኩሉ ነገረቶም። ናብ ኣስመራ ጥራይ ብዙሕ ገንዘብ ከም ዘድልየካ፣ ንሱ ጥራይ ከይከውን ኦፕረሽን ክትገብር ትኸውን እያ። ህያብ ጓለይ ኩሉ ጊዘ ኣምላኽ ዘይሓሰብካዮ ይዝበካ። ህያብ እዚ ኩሉ ብሰንኪ ሕጽረት ገንዘብ እዩ ኸኣ። ክትበኪይን ክትጭነቕን ኣመና ረኣይዋ። ውጽእ ኢሎም እቶም ሰብኣይ ሓዚኖም ርእሶም ኣድኒኖም እንዳነቕነቑ እቲ ሰብኣይ ዝከታተሎም ዝነበረ መጺኡ ኣቦይ ብዝብል ቃል ቀኒዑ ጠማቶም። ኣቤት ዝወደይ ዓቕመይ ዘፍቅደለይ ክሕግዘኩም ድልው እየ በሎም። እቶም ዓቢ ሰብኣይ ክሓቶም ድዩ ዘለዎም ወይስ ክሕጎሱ ምርዳእ ኣብይዎም ኩሉ ነገር ሕውስውስ በሎም። ደሓር ኣታ ወደይ ኣምላኽ ንዓኻ ሰዲዱልና ተመስገንካ ፈጣሪ እንዳበሉ ንሓ ንሓ እናበሉ ናብ ህያብ ወሰድዎ። ህያብ ኩሉ ነገር ሰሚዓቶ ተኾነት ኣብ ርእሲ ህያብ ብዙሕ ሕቶታት ተሃለወ። ጓለይ ከመይ ጌራ ትሓዊ ስለ ትብል ዝነበረት ጓለይ እንተሓውያትለይ ሰሪሐ ላዕልን ታሕትን ኢለ ክኸፍለካ'የ በለቶ። ብኸምኡ ተረዳዲኦም ናብ ኣስመራ ኸዱ። ተኾነ ድሕሪ ሰለስተ መዓልቲ ኦፕሬሽን ከም ትገብር ተነገሮም። ግዜ ትገብረሉ ኣኺሉ ኣርባዕተ ሰዓትን ፈረቓን ኣብ ክፍሊ ኦፕሬሽን ከይወጹ ህያብ ማይ ሓቒፉ ከብዳ ኦፕሬሽን ገይሮም ወጹ። እታ ቆልዓ ኣብ መዕረፊ ወሰድዋ። እቶም ዶኳትር እዛ ቆልዓ ትበልዖ እንጀራ ኣለዋ በልዋ። ቁሩብ እንተ ትጸንሕ ብህይወት ኣይምሃለወትን ነይራ። ኣብ ጽቡቕ ግዜ ኣምጺኹማ። ምሉእ ምሕረት የውርድ። ህያብ ደቃ ትሕቲ ዕድመ ብምዃኖም በቲ ሕምምቲ ቆልዓ ሒዛ እሞ መነባብሮኦም ኣብ ሓንቲ ንእስ ዝበለት ቴንዳ ብምንባራ ኣብ ኢዳ ቀያሕ ሳንቲም ዘይብላ ኩሉ ኣብ ርእሲ ርእሲ ዝተደራረባ ነገራት ወትሩ ካብ ኣፋ ዘይትጠፍእ ተመስገንካ ፈጣሪ ቃላ'ያ ዝነበረት። ኩሉ ግዜ ሓደ ነገር ምስ ዝህልወና መንገዲ እንተ ዘይነበረ እኳ ንፍጠሮ፣ እንተ ጎቦ ኣጋጢምና መደያይቦ ንህነጽ። እዚ ስለ ተስፋን ጽንዓትን ዝዛረብ እዩ። ክቡራት ተኸታተልቲ ሓበን ሜድያ፣ ፍቕሪ ኣደ ብዝብል ዛንታ'የ ክዘንትወልኩም ጸኒሐ። ዛንታና ኣብዚ ይዛዘም። ላይክ፣ ሼር፣ ሳብስክራይብ ኣይትረስዑ። ሰሰናይ ንዓኹም።